እሺ እግዚኣብሔር ክዛረብ ከሎ ክትሰምዕ ዓበ ዕድል እዩ ኣምላኽ ከዓ እቲ ንሰብ ክህቦ ኢሉ ካብ ሰማይ ንወዱ ናብ ምድሪ ዝለኣኾ ቃሉ እዩ። በዚ እዩ ነቲ ዝሓለፈ ኩሉ እንታይ ዶ ብመላእኽቲ ተነግረ ኢሉ። ሕጂ ግን በቲ ወራሲ ኩሉ ዝገበሮ ወዲ ገይሩ ተዛሪብና ይብለና። ዝገርም እዩ። ንነፍሲ ወከፍና ዝኸውን ድምፂ ጎይታ ኣብዚ ምድሪ እዚ ሒዙ መፅኡ። ስለዚ ኣምላኽ ክዛረበካ ክትሰምዖ ደኣ ክፈቅድ ኣለካ እምበር ዘረባ እግዚኣብሄር ንሰብ ናብቲ ናይ ዘለኣለም ህይወት'ዩ ኩሉ ግዜ ዘምጽኦ። ኣምላኽ ንሰብ ዘለኣለማውነት'ዩ ሓሲቡሉ ዘሎ፣ ናብቲ እግዚኣብሄር ዝዓለሞ ወይ ድማ እግዚኣብሄር ዝወሰነልና ናይ ዘለኣለም ነገር ክንሰግር ግን ናይ ግድን ነዚ ቃል እዚ ክንሰምዖ ኣለና። እዚ ቃል እዚ ኩሉ ይሰምዖን እዩ። ኢሳያስ ዝተዛረቦ ሎሚ እውን ክንደግሞ ደፊሩ እንዳ ሰምዑስ ኣይሰምዑን እዮም ኢሉኩም እዩ ኢልዎም ንደቂ እስራኤል ህዝቡ ኢና ዝብሉ ንሶም ቃሉ ይምልከተና እዩ ዝብሉ ንሶም ነቲ ቃል ዘይሰምዕዎ ግን ንሶም ኩሉ ሳዕ ህዝቡ ክጥንቀቕ ዘለዎ ኣምላኽ ሂብና ዘሎ ምሕረት ብንእሽተይ ዝረአ ኣይኮነን። ኣቦይ ቃልካ ሂብካኒ ኣነ ከኣ ሂበይም እዩ ጎይታ እቲ ካብ ኣምላኽ ሒዝዎ ዝመጸ እዩ ንዓና ነጊርና ንደቂ ሰባት ኣምላኽ ንሰብ ዘለዎ ምሕረት ገሊጹ እዩ በቲ ወራሲ ኩሉ ዝገበሮ ወዱ ገይሩ ተዛሪቡ እዩ ሰብ ናይ ምስማዕ ጊደ ናቱ እዩ ክሰምዓካ ርድኣኒ እንዳበልካ ክትልምኖ ዘለካ እውን ንስኻ ኢኻ። ምኽንያቱ ኣምላኽ ንደቂ እስራኤል ብዙሕ ሳዕ ብብዙሕ መንገዲ ከም እተዛረቦም እሞ ኸኣ ከም ዘይሰምዕዎ ሕጂ እውን በቲ ወራስ ኩሉ ገይሩ እናተዛረበ ከይንሰምዖ ስለ ንኽእል ካብቲ ፍርዱ ንሕና ሕጂ ክነምልጥ ኣይንኽእልን ኢና ይብል። ከመዮ ብዘይሰባኺ ከመይ ገይሮም ይሰምዑ ንዝብል ከኣ ኣምላኽ እኽሉ ብዙሕ ስለ ዝኾነ ዓያይቲ ክልእኽ ክንልምኖ ኣምላኽ ይደልየና እዩ። ኣብዚ ናይ መወዳእታ ግዜ እውን ናይ እግዚኣብሔር ዕላማ ንገጽ ኩላ ምድሪ ቃል ናይታ መንግስቲ ክነግር ልኡኻት ክልእኽ እዩ። ሽዑ እዩ መወዳእታ ዝኸውን ኢሉ ኣምላኽ ንገጽ ኩላ ምድሪ ቃሉ ዝነገረሉ ሰዓት ኣሎ እዩ። ኣብ ጸልማት ዝነብር ህዝቢ ዓብዪ ብርሃን ረኣየ ዝተባህለ ጎይታ ኢየሱስ ክርስቶስ ነቶም ቀደም ኣብ ዘመን ኖህ ዝነበሩ እሞ እታ ቀዳመይቲ ዓለም ክትጠፍእ ከላ ዝጠፍኡ ሰባት ከይተረፈ ከይዲ ወንጌል እዩ ሰቢኽዎም ድምፁ ኣስሚዕዎም እዩ ንኣምላኽ ኣየስማዕካንን ድምፅኻ ዝብሎ ዋላ ሓደ እዩ ዘየለ ሕጂ እውን እንተኾነ ኣምላኽ ኣብ ምድሪ ንዘሎ ይኹን ኣብ ዝሃለወ ይሃሉ ድምፂ ዘስማዓሉ ሰዓት ክመፅእ እዩ ብዓቢኡ ከምቲ ንጎይታ ደጌታት ሲኦል ዘይሓየልዎ ሕጂ ውን ነታ ክትስእ ዘለዋ መርዓቱ ደጌታት ሲኦል ዘይሒልዋ ግዜ ክመጽእ እዩ ድምጻ ኣብ ኩሉ ክሳብ ዝስማዕ እግዚኣብሄር ክገብር እዩ ስለዚ ብተዘዋዋሪ ኣምላኽ ንወዲ ሰብ ቃሉ እዩ ሂብዎ እዚ ቃል እዚ እቲ ኣብ ገነት ሰብ ምስ ወደቐ ዝተነግረ እዩ፣ ካብዛ ሰበይቲ ዝውለድ ርእስኻ ክጭፍልቕ ኢሉ። እዚ እዩ እቲ ናይ መንግስቲ ቃል፣ ሕጂ እውን ንሱ እዩ ክስበኽ፣ ሕጂ እውን ኣብ ኩሉ ንሱ እዩ ክንገር። ስለ ዝኾነ እዩ መስለኒ ጎይታ ኢየሱስ ክውለድ ከሎ ኣምላኽ ንዮሃንስ ጸራጊ መንገዲ እዩ ገይርዎ። ገብርኤል ድማ ብዛዕባ እቲ ዝውለድ ህጻን ዮሃንስ ተዛሪብሉ። እዚ ቆልዓ እዚ ቅድሚ እግዚኣብሔር እንታይ ክኾን ኢልዎ ዓብዪ እዩ ክኸውን ኣብ ቅድሚ ኣምላኽ እዩ ቅድሚ ሰብ ኣይኮነ ዓብዪ እዩ ክኸውን ኢልዎ ጎይታው ምስ መፀ ካብ ነቢያት ይዓቢ ምዃኑ ካብ ሰብ እውን ይዓቢ ምዃኑ ሰበይቲ ካብ ዝወለደቶም ኩሉ ዝዓቢ ሰብ ምዃኑ እዩ ነጊሩ ሕጂ ወንቲ ዝንእስ ኣብ መንግስተ ሰማይ ካብ ዮሃንስ ክዓቢ ስለ ዝኾነ ክሳብ ክንደይ ንኣምላኽ ንኢስና ትሕት ኢልና ክንፅበየ ከም ዘለና እዩ ዘርእየና ሰብ ትሕት ተኢሉ ኣብ ቅድሚ ኣምላኽ ዓቢ ይብሃል እዩ። ሰብ ልዕል እንተኢሉ ኣብ ቅድሚ ኣምላኽ ይነዓቕን ንእሽተይን ይብሃል እዩ። ስለዚ ትሕት ኢልና ንኣምላኽ እንተደኣ ሰሚዕናዮ እግዚኣብሔር ክዛረበና እዩ። ስለዚ እቲ ካብ መጀመርታ ዝነበረ ቃል ንሱ ጎይታና እዩ። ብመጀመርታ ቃል ነይሩ፣ እቲ ቃል ኣብ ኣምላኽ ነይሩ፣ እቲ ቃል ድማ ኣምላኽ ነይሩ፣ ቃል ድማ ስጋ ኮይኑ ጸጋን ሓቅን መሊእዎ ኣብ ማእከልና ተመላሊሽ ኢሎም ደቂ እስራኤል ምስክር ሂቦምና ኣለዉ እቲ ቃል ስለዚ በዚ ወራሲ ኩሉ ገይሩ እግዚኣብሔር ካብ እተዛረበ ነዚ ድምፂ እዚ ንምስማዕ ሃረርታ መጀመርያ የድልየኒ ኣበይ ኣሎ እንዳበልካ ንጎይታ ሃረር ኢልካ ክትሰምዖ እዩ ዝደሊ ነዚ ድምፂ እዚ ክንሰምዖ እግዚኣብሔር ዘድልየኒ ምክንያቱ ጎይታ እንታይ ኢልና ባይ ዝብል ንወፃኢ ኮታ ይብሎኒ ሰብ ግን ናብ ኣምላኽ ይብሉ። ምርጫ ሰብ፣ ድሌት ሰብ፣ ኣምላኽ ነጊርና ኣሎ ወትርክ ዝሕልኖ ክፉእ እዩ። ሰብ ኣምላኽ ናይ ምድላይ ባህሪ ይብሉ። ሰብ ደድሕሪ ስጉ እዩ ዝኸይድ። ሰብ ደድሕሪ ድሌት እዩ ዝኸይድ። ብፍላይ ንሕና ኣብዚ መወዳእታ ዘመን ዘለና ሰባት መጽሓፍ ቅዱስ ብንጹር እንታይ ኢልና ምስለኩም ክፉእ ዘመን ክመጽእ እዩ ወይ ድማ ክፉኣት መዓልትታት ክመጻ እዩ እንተ ሽዑ ሰባት እንታይ ከም ዝኾኑ ነጊሩ ፈተውቲ ርእሶም እዮም ክኾኑ ተጃሃርቲ ዕቡያት እዮም ክኾኑ ብፍላይ ድማ እዚኣ ፍቕሪ ንኣምላኽ ደይብሎ ካብ ንኣምላኽ ምፍቃርሲ ኣዕዚዞም ተድላ እዮም ዝፈትዉ ኢሉ ኣምላኽ ኣይኮነን ዘፍቅሩ ኢሉ ኣዕዚዞም እኳ ደኣ ተድላ እዮም ዘፍቅሩ ኢሉ ክፉእ ዘመን ኢና ዘለና ኣምላኽ ዘይደልዩ ባይዘወይ ርእሱ ዝፈቱ ሰብ ንኣምላኽ ኣይፈቱን እዩ። ርእስኻ እንተ ደኣ ፈቲኻዮ ንኣምላኽ ኣይትፈትዎን ኢኻ። ነዚ እዩ ሃዋርያ ጳውሎስ ከኣ እንታይ ኢሉና? ኣነ ብክርስቶስ የሱስ ንገዛእ ርእሰይ ከም ክብርቲ ገይረ ይርኣን ኢሉ ከም ምንም ኣይቆጽራን ኢሉ እሂ ንኣምላኽ ይፍቅር እዩ። ንኣምላኽ ዘፍቅሩ ከም ምኽሩ ተጸውዑ ከኣ ኣብ ዘመን እዚ ኩሉ ንሰናዮም ዝድግፈ ኣምላኽ ስለ ዘሎ ንኣምላኽ ክነፍቅሮ ወይ ድማ ነዚ ቃል እዚ ክንደልዮ ምስ ልብና ውን ክንቃለስ ልብና ብዝወስደና ዘይኮነ ንልብናን ንርእስናን ክሒድና ነቲ ኣምላኽ ዝሰደደልና ድምጺ ወይ ድማ ቃሉ ክንሰሚዕ ኣምላኽ ዝደልየና ኣምላኽ ንወዱ ናብዛ ዓለም እዚኣ ዝለኣኸሉ ሓደ ምኽንያት ኣሎ። ኩሎም ስለ ዝሓጡ እዩ ኢሉ ጎይታ ኢየሱስ ኣብ ዝመፀሉ ሰዓት ኣምላኽ ካብ ሰማይ ናብ ምድሪ ምስ ረኣየ ዋላ እቶም ተሓርዮም ዝበሃሉ ደቂ እስራኤል ብመገዲ ርእሶም ክኸዱ ይርእይዎም። ስለዚ ወላ ሓደ ስለ እተሳእነ ቅልጽሙ ረድእዎ ይብል ንጎይታ ሰዲድዎ። ስለዚ እቲ ኣንፈት ዝነገርኩም ዮሃንስ ናብዚ መገዲ ክጸርግ ማለት ይመጽእ ስለ ዘሎ ድንጉር ሰጥ ይበል ኢሉ መገዲ ክጸርገሉ ወጽዩ። ነገር ግን ካብ ህይወት እዩ ዝጅምር ዮሃንስ። ንሱ ዝዓበየ ስለ ዝነኣሰ እዩ፣ ትሕት ስለ ዝበለ እዩ። ካብ ህይወት እዩ ጀሚሩ ዮሃንስ። ትሕትና ክሰብኽ ኣይኮነን ወፅዩ፣ ትሑት ኮይኑ እዩ መፅዩ። ወላ ብመንፈስ ኤልያስ ይምፃእ ወላ እግዚኣብሔር ብፍሉይ ይቅብኣዮ ወላ እግዚኣብሔር ነቢ ይግበሮ ንሱ ይኮነን ቀዳማይ ነይሩ ንዑ ንዑ ቀዳማይ ናይ ኣምላኽ መገዲ ምኽታል እዩ ስለዚ ዘካርያስ ክንበ ከሎ ንሱ ከዓ ንእስራኤል ናብ እግዚኣብሔር ክትመልሶ ኢኻ ንህዝቢ ኣምላኽ ናብ ኣምላኽ ክትመልሶ ኢኻ ተባሂሉ ሕድገት ሓጢኣት ክትምህሮም ኢኻ ምክንያቱ ብዙሓት ኣብ ፀለማት እናተመላለሱ ምስ ኣምላኽ ሕብረት ኣለና ይብሉ እዮም እስራኤላውያን ከምኡ እዮም ጸኒሖሞ ምስኡ ሕብረት ኣለና እናበሉ ኣብ ጸልማት ይመላለሱ ነይሮም ስለ ዝንዓታቶም ንሓጢኣቶም ዝኸውን ሕድገት ክትምህሮም ኢኻ ተባሂሉ መገዲ ክትርእዮም ኢኻ እዚ ነቲ ዝመጽእ ዝነበረ ኣምላኽ ብኡ ገይሩ ንኹላህና ክዛረበና ዘለዎ ቃል ቀዲሙ ዝወፀ ዮሃንስ እዩ ብዛዕባኡ ኸኣ እዩ መስኪሩ። ንሱ ግን ብርሃን ኣይነበረን፣ እቲ ንዅሉ ሰብ ዘብርህ መብራህቲ ድሕረይ ይመጽእ ኣሎ፣ ግን ቅድመይ እዩ ነይሩ ኢልዎም። መን እዩ ንሱ ኢልካ? እቲ ብመጀመርታ ዝነበረ ቓል፣ እሱ ኸኣ ብርሃን ናይ ሰብ እዩ፣ ክርስቶስ ከኣ እዩ። ስለዚ፣ ኵሉ ሰብ ተስፋ ኣለዎ ብኣምላኽ። ኵሉ ሰብ! ሰብ እንተ ደኣ ኰይኑ ብኣምላኽ ተስፋ ኣለዎ። ኣበየናይ ዲኖሚነሽን ወይ ድማ ኣበየናይ ሃይማኖት ኣሎ ብዘየገድስ። የሱስ ክርስቶስ ዝተወልደላ መዓልቲ ገብርኤል ካብ ሰማይ መጺኡ ነቶም ኣብ በረኻ ዝነበሩ ጓሶ ዘበሰሮም ብስራት ንሱ እዩ ነይሩ። ንኹሉ ሰብ ዝኸውን ሓጎስ ብስራት እየ ዝበስረኩም ዘለኹ ይብሎ። ንኹሉ ሰብ እዚ መልእኽቲ ካብ ኣምላኽ ተላኢኹ ዝመፀ እዩ። ካብ ሰማይ ዝመፀ መልእኽቲ እዩ። ንመን? ንኹሉ ሰብ ዝኸውን ብስራት እዩ። ንኹሉ ሰብ ዝኸውን ሓጎስ እዩ። ንኹሉ ሰብ ዝኸውን ብስራት የበስረኩም ኣሎ መድሓኒ ሎሚ ኣብ ዓዲ ዳዊት ተወሊድልኩም ኣሎ ኣበይ ተወሊዱ ኣብ ዓዲ ዳዊት እዩ ክርስቶስ ብስጋ ካባታቶም እዩ ዝብለና በቲ መንገዲ ስለ ዝመፀ እዩ እምበር ቃል ስጋ ኮነ እዩ ዝብል በተወራስ ኩሉ ዝገበረ ወዲ ገይሩ ኣምላኽ ንዓለም ተዛሪቡ ዝበሃል ንእስራኤል ኣይኮነን ንዓለም እዩ ዝዛረባ ዘሎ በቲ ቃል እቲ ገይሩ እዩ ዝዛረባ ዘሎ ስለዚ እሱ ንኩላ ዓለም ዝኸውን ሓጎስ ብስራት እዩ ኢልዎ ንኩሉ ሰብ ዝኸውን ብስራት እዩ ንኩሉ ዓለም ዝኸውን ብስራት እዩ ሰብ ተኾንካ ብሓጎስ ክትነብር እዚ ብስራት እዚ ክሰምዖ ጥራይ እዩ ዝደሊ እነሆቲ ብስራት ዘበስር ኣእጋሮ ኣብ ከረን ክንደይ ፅቡቃት እየን ኢሉ ኢሳያስ ክኣ ብስራት እዩ ዘበስር ታይ እቲ ብስራት እዩ እቲ ዘረባ ንኩላ ዓለም ብስራት እዩ ሓጎስ እዩ ደስታ እዩ ዕረፍቲ እዩ ዝብሎ ዘሎስ እንታይ እዩ ክርስቶስ የሱስ ናብዛ ምድሪ እዚኣ ዝመፅእ ዝነበረ ሰባት ኩሎም ሓጢኣተኛታት ስለ ዝኾኑ ከድሕኖም እዩ መድሓኒ ኣብ ዓዲ ዳዊት ተወሊድኩም ክድሕኑ ሰብ ካብ ምንታይ እዩ ዝድሕን ካብ ምንታይ ኢና ክንድሕን ንደሊ ካብ ሓጢኣት እዩ ካብ ሓጢኣት ክንድሕን ኢሉ ኣምላኽ ንወዱ ሰዲድዎ ካብ ሓጢኣትና ክድሕነና ካብ ሓጢኣትና ክብጀወና እሱ ክንዳህና መስዋእቲ ክኸውን ምክንያቱ ብዘይ ምፍሳስ ደም ሕድገት ናይ ሓጢኣት ስለ ዘየለ እዚ ንኩሉ ዓለም ዝኸውን ብስራት እዩ ብስራት እዚ ሰብ ክጭነቕ ተሪኢኹሞ ሰብ ዘይሕጎስ ምዃኑ እንተድኣ ርኢኹሞ ብስራት ኣይሰምዐን። ሓጥያት ንትገብር ዘበለት ነፍሲ ጥራይ እዩ ጭንቀትን ጸበባን ዝወርዳ። ሰብ ኣብ ጭንቀት ዝነብር፣ ሕዝቢ ኣብ ጭንቀት ዝነብር ሓጥያት ዝገብር ተኾይኑ ጥራይ እዩ። ካብዚ ከድሕነኩም ኢሉ ስለዚኣ ማርያም ጓል ሰብ ስለ ዝኾነት ሓጥያታ ስለ ዝፍለጣ እያ ነፍሰይ ንእግዚኣብሔር ተዕብዮ። መንፈሰይ ከኣ ብኣምላኽ መድሓኒይ ደስ ይብለኒ ኢላ ንኣምላኽ መድሓኒኣ ዝገበረቶ ካበይ ክትድሕን ደልያ መስለኩም ካብዚ ኣዳም ዝወደቆ እሞ እግዚኣብሔር ከኣ ካብዛ ሰበይቲ እዚኣ ዝውለድ ርእስኻ ክጭፍልቕ እዩ ዝተባህለሉ ተስፋ ክመጽእ ምድሓን ክትረክብ እዩ ንኹላ ዓለም ዝኸውን ብስራት እዩ ባይዘወይ ምድሓን እንተ ደኣ ተጸዊዑ ካብ ሓጢኣት እዩ ስለዚ እያ ንኣምላኽ መድሓኒይ ኢላ ማርያም ከምኡ እንተ ኢላ ካልእ ሰብ እንታይ ክብል ኣለዎ እዩ ትዘረብ ኣብ ቅድሚ ኣምላኽ ሞገስ ዝረኸበት ሰበይቲ ብኣምላኽ በቲ መድሓኒየይ እንተ ኢላ እዚ ገብርኤል ዝብሎ ዘሎ ከዓ ንኩሉ ሰብ ሕጂ ንኩሉ ሰብ ዝኸውን ብስራት እየ ዘበስረኩም ዘለኹ መድሓኒ ኣብ ዓዲ ዳዊት ተወሊድኩም ኣሎ ሉቃስ ምዕራፍ ክልተ ኣለና ንኩሉ ዓለም ዝኸውን ብስራት እዩ ጎይታ ካብ ሓጢኣትና ከድሕነና ንህዝቡ ካብ ሓጢኣቶም ከድሕኖም ምክንያቱ ዓስቢ ሓጢኣት ሞት እዩ ናይ ምንታይ ሞት? ናይ ዘለኣለም ሞት እዩ። ውህበት ናይ ኣምላኽ ብክርስቶስ የሱስ ግና ናይ ዘለኣለም ህይወት እዩ። ስለዚ ብእምነት ኢኹም ዲሕንኩም፣ ብእምነት ኢኹም ጸዲቅኩም። ሓደ እኳ ከይምካሕሲ ካብ ግብሪ ይኮነ ብእምነት ብጸጋ ኢኹም ዝደሓንኩም ኢሉ ዝገርም ግን እዚ እዩ ገብርኤል ሱስ በሲሩ ማርያም እውን ንሲላ ተዛሪባ ብዘላ የርሳሌም ዘተባዕደትሉ ሓደ መገዲ ግን እሱ እዩ። ንሱ መጺኡ ካብ ሓጢኣቶም ከድሕኖም ምስ ነገሮም ናብቶም ናቱ መጸ ኢሉ ዮሃንስ። እቶም ናቱ ግን ኣይተቐበልዎን። እሱ እዩ ንኹሉ ሰብ ዝኸውን ብስራት እዩ ንዝቕበልዎ ጥራይ እዩ ናብቶም ናቱ ክመጽእ እዩ ኣይቅበልዎን እዩ ንዝተቐበልዎ ዘበሉ ግን ውሉድ ኣምላኽ ክኾኑ መሰል ክህቦም ንዝቕበሎ እዩ ጎይታ እንታይ ኢሉ ክቕበሎ እንተ ኢልኩምኒ ሓጢኣተኛ ምዃኑ ዝእመን ንሱ ንናይ ገዛእ ርእሱ ሓጢኣት ኢሉ ይመፀን መድሓኒ ዓለም ኮይኑ እዩ መፅኡ ዓለም ከድሕና ኢሉ እዩ መፅኡ እቶም ናቱ ተቐበልዎ እቲ ብስራት ኣይሰምዕዎን ጓሶት ግን እቲ እግዚኣብሔር ዝገለፀልናስ ንኹሉ ሰብ ንንገር ኢሎም ክነግሩ ጀሚሮም እቶም ዝተነግሩ ሰባት እዮም ተባዒዶም ሎሚ እውን ዝበዓል ሰብ ኣይሰኣንን ማለት ጽድቁ ዝርእሱ ዝቆጽር ሰብ ኣነ ደኣ እንታይ እሞ ጌረ ዝብል ሰብ ኣይሰኣንን። ኣምላኽ ከድሕነና ይደሊ እዩ። ካብ ሓጢኣትና ክብጀወና ይደሊ እዩ። ሰብ እንታይ ኮይኑ ንጎይታ ዘይተቀበሎ እንተ ኢልና እቶም ናቱ እንታይ ኮይኖም እዮም ዘይተቀበልዎ ቅድም ምባል ይሕሸና ናብቶም ናቱ ምስ መጸስቶም ናቱ እንታይ ኮይኖም እዮም ዘይተቀበልዎ ንዑ እንድዮም ዝጽበዩ ዘለዉ። ዘካርያስ እሱ እኮ እዩ ተነቢዩ ንህዝቡ ካብ ሓጢኣቶም ከድሕኖ ምዃኑ እኮ እዩ ተነቢዩ እዚ ህፃን መንገዲ ክፀርግ እዩ መታን ክቕበልዎ ሓቂ ክነግሮም እኮ እዩ ተባሂሉ ህዝቡ እንታይ ኮይኖም ዘይተቐበልዎ ኣነ ኢልዎ ናብተን ጥፉኣት ኣባጊዕ እስራኤል የተላያ ኣምላኽ ንሰብ ጥፉእ ኢኻ ዝብሎ ኣብ ሓጥያት ዝነብር ተኾይኑ ኣቦኡ ኢኻ ኢልዎ ኩሎም ሓጢኦም እዮም ኢልዎ ሓደ እኳ ተሳኢኒ ኢልዎ ስለዚ ናብቶም ናቱ መጺኡ ከድሕነኩም እዩ ኢልዎ ሓጢያቶም ነጊርዎ ኩልኹም ትጽዕሩ ጸሩ ትኸብደኩም ናባይ ንዑ ኢልዎ ዝሰምዖ ኣይነበረን። ሕጂ እውን ዘይሰምዐ ክነግረኩም ከምቲ ንሳቶም ህይወቶም ብጭንቂ ዝመርሕዋ ብጭንቂ እዩ ዝመርሖ ሓጢኣት ትገብር ዘበለት ነፍሲ ጭንቀትን ፀበባን ክወርዳ ናይ ግድን ሰብ ኩሉ ነገር እንተዝህልዎ ሓጢኣቱ ምሳእ ክሳእ ዘሎ ኣብ ሞት እዩ ዝነብር ኣብ ሓጢኣት ዝነብር ኣብ ሞት እዩ ዝነብር፣ ኣብ ጭንቀት እዩ ዝነብር። ረሲኣን ሰላም የብሎምን ይብል እግዚኣብሔር ኣምላኸ ኢሉ ኢሳያስ ረሲ ሰላም የብሉ ዕረፍቲ ይብሉ ሓጢኣት ክሳብ ዘሎ ዕረፍቲ የለን ነዚ እዩ መፅሓፍ ቅዱስ ከም ዝብለና ሓጢኣት ውርደት ናይ ህዝብታት ጽድቂ ግን ንህዝቢ ልዕል የብሎ እዩ፣ ሓጢኣት ግን ንህዝብታት ውርደቶ እዩ። ካብ ውርደት ትወፅእ ካብ ጭንቀት ትወፅእ ካብ ሓጢኣት ምስ ወፃእኻ ጥራይ ንሓጢኣትኩም ዝኸውን መድሓኒ ድማ ብስራት ከበስረኩም ናትኩም ሓጢኣት ዝወሰደልኩም ኣሎ ከም ዝወሰደልኩም እንተ ደኣ ኣሚንኩሞ ሓጢኣትኩም እንተ ደኣ ተኣሚንኩሞ ከጽድቐኩም ኢሉ ገብርኤል ጽድቂ ክትቅበሉ ኢኹም ኢሉ ብእምነት ብጸጋ ክትድሕኑ ኢኹም ኢሉ። እዚ እዩ ንኹሉ ሰብ ዝኸውን ብስራት። እዚ ቃል መንግስቲ ሕጂ ኣብዚ መወዳእታ ግዜ ክንገር እዩ። ቃል መንግስቲ ኣብ ኩሉ ቦታ ክስበኽ እቲ ሰምዕ ዘላቶ እዝኒ ክሰምዕ ግን ኣምላኽ ይደልዩ ምክንያቱ በተወራስ ኩሉ ዝገበሮ ወዲ ገይሩ ሕጂ ድዛረብ ዘሎ ብቃሉ እዩ ድዛረብ ዘሎ ቃሉ እዩ እግዚኣብሔር ዝገልፅ ዘሎ ካብዚ ዝዓቢ ብስራት ንወዲ ሰብ የለን እዚኣ ናይ መጀመርያ እዚኣ ከኣ ናይ መወዳእታ ነቲ ጀማርን ደምዳምን እምነትና ዝኾነ የሱስ ክርስቶስ ካብ መጀመርያ ክሳዕ መወዳእታ ክንጥምቶ ስለ ዘለና እሂ ንሕና ኩሉ ግዜ ሓጥኣን ንሱ ኩሉ ግዜ ጻድቕ ንሱ ንሓጥኣን እዩ ዘጽድቕ እምበር ጻድቃን ክጽውዕ ኣይመጸን ማለት ጻድቃን ማለት ብሓጢኣቶም ዘይእመንዎ ሰባት ኩሎም ጻድቃን ኢሉ ይጽውዖም ጎይታ። ነዚኦም ክጽውዕ ግን ኣይመጻኹን ኢሉ። እዚኦም በታ መጋብ ገፋሕ መገዲ ዝኸዱ ሰባት እዮም። እዚኣቶም በቲ ናይ ህይወት መንገዲ ክኣትዉ ዘይክእሉ ሰባት እዮም። ስለዚ የሱስ መድሓኒ እዩ። መድሓኒየይ እዩ እንተ ኢልናዮ ንሎማዓንቲ ጥራይ ኣይኮነን። መድሓኒየይ ኢሉ ዝጽውዖ ጀማሪ እምነት ሎሚ እዩ። መደምደምታ ናይ ህይወትና ከኣ ንሱ እዩ። ኣብዚ ምድሪ እዚ ክሳዕ ዘለና ጽድቂ ስለ ዘይብልና ጽድቅና ንሱ ጥራይ ስለ ዝኾነ ንሕና ሓጥኣን ንሱ ጻድቕ እንዳበልና ኢና ንኸይድ። ነዚ መጽሓፍ ቅዱስ ከይንጋገ እንታይ ኢልና ብእምነት ካብ ጸደቕና ምስ ጎይታና የሱስ ክርስቶስ ሰላም ይሃልወና። ብእምነት ኢና ጸዲቕና። ኣብርሃም ኣቦና ከዓ ብምንታይ እዩ ጸዲቕ ኢልዎ? ብእምነት እዩ ጸዲቑ። ኣነን ኣብርሃምን ሓደ ክንከውን እግዚኣብሔር ገይሩ ማለት ንዕኡ እታ እምነቱ ንጽድቂ ተቖጺራትሉ ንዓይ ከዓ እታ እምነተይ ንጽድቂ ተቖጺራትለይ ንዓና ንንኣምን ከዓ ይቑጸረልና እዩ ናይ መጀመርታ ኣማኒ መን እዩ ተልኩም ኣብርሃም እምነት ካብ ኣብርሃም ይጅምር። እቲ ብተስፋ ዝተነግረ ንሱ ይቕድም ኣሚንዎ። ኣብርሃም ኣቦኹም መዓልታተይ ክርኢ ተመኒ ምስ ረኣያ ከዓ ባሂልዎ እዩ። ኣምላኽ ንኣብርሃም ብተስፋ እዩ ሂብዎ። እቲ ድሕሪኡ ዝመፀ ድሕሪ 430 ዓመት ዝመፀ ሕጊ ነቲ ተስፋ ኣየፍርሶን እዩ። ስለዚ ኣብርሃም ብእምነት እንተ ደኣ ጸዲቑ ንሕና ከኣ ብእምነት ኢና ንጸድቕ። እንታይ ማለት እዩ ብእምነት ጸዲቕና እንተልኩ እምነት ማለት ነቲ ተስፋ ዝግበሮ ነገር ርግጽ ምግባር ናይቲ ዘይረአ ነገር ምርዳእ እዩ ናይቲ ሕጂ እውን ኣምላኽ ሂብና ዘሎ ተስፋ ሞትና ንሞቱ መሲሉ ሕብራቱ እንተ ደኣ ኮይንና ብትንሳኤ ክንሓብሮ ስለ ዝኾንና ትንሳኤ ግን ክሳዕ ሕጂ ኣይኮነን ክሳብ ትንሳኤ ዝኸውን ክንጓዓዝ ኢና ኣብ ስጋ ሰፊርና ግን ከቢድና መስቆርቁር ኢና ዘለና ምኽንያቱ ንሕና ሰናይ ክንገብር ንደሊ እቲ ሓጢኣት ክጠብቀና ሕጊ ኮይኑ ረኺብናዮ ስለዚ ምድሓንና ብእምነት ክንፍጽም ስለ ዘለና ብብዙሕ ፍርሃት ምድሓን ክንፈጹም ኢልና ንብዙሓት ኣመንቲ ዘጋግዮም ንሱ እዩ ሓደ ግዜ ብጎይታ ብእምነት ምስ ጸድቕናስ ንኹሉ ግዜ ጸድቕና ዝመስሎ ሰብ ኣሎ ኣብርሃም ብኣምላኽ ኣሚኑ ንጽድቂ ተቖጺርሉ፣ ንዓና ንንኣምን ከኣ ተቖጺርልና ኣሎ። ዝተቖጽረልና ነገር እዩ። ብእምነት ኢና ድሒንና ዘለና፣ ብተስፋ ኢና ድሒንና ዘለና ኢሉ ጳውሎስ። ስለዚ ከቢድና ነስቀርቁር ኢና ዘለና፣ ንሕና ጥራይ ከይኮነ ዋላ እቲ ፍጥረት ምሳና ኮይኑ የስቀርቁር ኣሎ። ከቢድዎ ታይ ዝኸብዶ መስለኩም ኣነ ሰናይ ክገብር ዝደልስ ሕጊ እቲ ሓጥያት ክጠብቀንስ ሕጊ ኮይኑ ሪኤየ ስለዚ ምድሓን ስጋና እንዳተጸበና እዩ ስጋና ክድሕን እንተደኣ ኮይኑ ሞትና ንሞቱ መሲሉ ሕብራቱ ክንከውን ኣለና ብእምነት ሞትና ኢና ሞይቶም ከምሰሱ ርእስኹም ቁጸሩ ኢልና ቆጺርና ኢና ንነብር ምቑጻር ገዲፍና ግን ከምኡ ንኾነሉ ሰዓት ኣሎ እዩ። ብትንሳኤኡ ንሓብሮ፣ ንዕኡ ንመስለሉ ሰዓት ኣሎ እዩ። ኣብኡ ከይበጻሕና ግን ምድሓንና ፈጺምና ኢና ኣይንብልን ኢና። እሂ ነቶም ደቂ ኣብርሃም ዝኾኑ ማለት ብእምነት ዝጸደቑ ሰባት፣ ነቲ እምነት ናይ ኣብርሃም ዝኽተሉ ብተስፋ ዝደሓኑ ህዝቢ ከምቲ ብልብኹም ዝመስለኩም ደቂ ኣብርሃም ኣይኮንኩምን ኢልዎም። ምኽንያቱ ደቂ ኣብርሃም እንተ ኮይና ነቲ ተስፋ ከዓ ወረስቲ ኢና ወረስቲ ኢና እዮም ዝብሉ ዘለዉ። ንኣብርሃም ወይስ ንዘርኡ ወራሲ ዓለም ክኾኑ ኢሉ ኣምላኽ ዝሃቦ ተስፋ ወረስቲ ኢና እዮም ዝብሉ ነይሮም። ደቂ ኣብርሃም እንተትኾኑ ግብሪ ኣብርሃም ምገበርኩም እዩ። ስለዚ ብእምነት ምስ ጸደቕካስ ከመይ ኢልካ ክትከይድ ከም ዘለካ ሽዑ ኣምላኽ ዘርእየካ ንስኹም ግብሪ ቦኹም ኢኹም ትገብሩ ኢልዎም እቲ እምነት ደኣሎም ዝኣምንዎ እምበር ነቲ ናብራ ይነብርዎን እዮም ኣማኒ ከዓ ነቲ እምነት ደኣሉ ዝኣምነ ብጎይታ እምበር ነቲ ናብራ ከዓ ይነብሮ ንደቂ እስራኤል ዝብሎም ዘሎ ጎይታ ከዓ ንሱ እዩ ደቂ ኣብርሃም ተትኾኑስ ግብሪ ኣብርሃም ምገበርኩም ከምቲ ኣብርሃም ዝገበሮ ምገበርኩም ሕጂ ግን ደቂ ኣብርሃም ኢኹም እቲ እምነቱ እንተ ኣምንዎ ኢኹም እቲ ናብራ ግን ኣይትነብርዎን ኢኹም ስለዚ ደቀ ኣብርሃም እንተ ትኾኑስ ግብሪ ብርሃን ምገበርኩም ኣቦኹም ዲያብሎስ ኢሉ ካብ ኣቦኹም ኢኹም ኣምላኽ ከምዚ ይገብር ነዎ ድማ ኣብርሃም ከምዚ ይገበረን እዩ ዝብሎም ዘሎ ዝያዳ ሓንቲ ቃል ከምበልኩም ሮሜ 11 17 ከምዚ ካብቶም ጨነፈር ሓያሎ እንተተሰብሩ እሞ ንስኻ ኣብ ልዕ በረኻ ክንስኻ ኣብ መንጎ እንተተተኸልካ ካብቲ ሱርን ማራ ኣውልዕን ድማ ተማቓሊ እንተኾንካ ኣብቶም ጨነፍር ኣይትከበርን። እንተተኸፐርካ ግና እቲ ሱር እዩ ንዓኻ ጸይሩካ ዘሎ እምበር ነቲ ሱር ንስኻ ኣይኮንካን ጸይርካዮ ዘለኻ። ምናልባሽ ንስኻ ኣነ ምእንቲ ክትከል እዮም እቶም ጨነፍር ተሰብሩ ትብል ትኸውን። ጽቡቕ! ንሳቶም ሰኣን ምእማኖም ተሰብሩ። ንስኻ ግና ሳላ ዝኣመንካ ደው ኢልካ ኣለኻ። ፍራሕ እምበር ብልብኻ ኣይትተዓበ። ኣምላኽ ነቶም ካብ ባህርዮም ጨንፈር ዝነበሩ ካብ ዘይንሓፎም ንዓኻ እውን ኣይክንሕፈካን እዩ። እሶም ጨንፈር ነይሮም ንሕና እውን ሕጂ ጨንፈር ኢና እዩ ዝብል ዘሎ። ስለዚ ንዕኦም ተቖሪጾም ንዓኻ ከ ኣይንሕፈካን እዩ። እመን እቲ እምነት ግን ግብሪ ክህልዎ እዩ ዝነግር። ኣብርሃም ብግብሩ ጥራይ ብእምነት ጥራይ ስለ ዘይጸደቐ ኣብርሃም ኣቦና ብእምነት ጥራይ ኣይኮነን እምነት ምስ ግብሪ ከም ዝዓየየት ክትርኢ ዶ ትደሊ ኢኻ ኢሉ ያእቆብ ኣምጺእዎ ስለ ዘሎ ሽዑ ከምዚ ይብል ኣምላኽ ነቶም ካብ ባህሪኦም ጨንፍር ዝነብሩ ካብ ዘይንሓፎም ንዓኻ እውን ኣይክንሕፈካን እዩ እምበኣርሲ ናይ ኣምላኽ ለውሃትን ጭካነን ተመልከት ኣብቶም ዝወደቑ ጭካንኡ ከመይ ከም ዝድርብዮም ንዓኻ ግን ኣብቲ ለውሃት እንተጸናዕካ ለውሃት ኣምላኽ እንተዘይኮነስ ንስኻ እውን ክትቁረጽ ኢኻ ንሳቶም ኣብቲ ዘይምእማኖም

እቲ ንዓይ ዝግባእ መቕጻዕቲ ሓጢኣተይ ኩሉ ተቐቢሉ ኢየሱስ ሞተለይ ኩሉ ጎይታይ ጎይታይ ዝብለኒ ንዓይ ዝኣምነኒ መንግስቲ ኣምላኽ ከም ዘይኣቱ ብሓቂ ብሓቂ እብለኩም ኣለኹ እሂ ዋላ እውን ብስመይ ዝተነበዩ ዋላ እውን ብስመይ ሓይሊ ገይረ ዝብሉኒ ኣይፈልጠኩምን እየ ክብሎም እዩ። እንታይ ገይሮም? ገበርቲ ዓመፃ እዮም ኢሎም። ስለዚ ኣብርሃም ብእምነት ጥራይ ኣይኮነን ፀዲቑ፣ እንታይ ደኣ እምነት ብዘይ ግብሪ ምውቲ ስለ ዝኾነሲ ኣብርሃም ብግብሪ ከም ዝፀደቐ ትፈልጥ ዶ ትደሊ ኢኻ ኢሉ። እወ። ኣብርሃም ብእምነት እዩ ንይስሃቅ ወዱ ሰዊእዎ። እምነት ምስ ግብሪ ኮይና ከም ዝዓየት ርኣይ ኢሉ። ዝኣምን ንኣምላኽ ይሰምዖ እዩ፣ እቲ ዝኣምን ንኣምላኽ ይእዘዞ እዩ፣ ክሳብ ሞት እንተኾነ እውን ይስዕቦ እዩ። ኣምላኽ ንኣብርሃም ብተስፋ ይህቦ። ሕጊ ደኣ ንምንታይ መጺኡ? ሓጢኣት ክፍልጥ። ሓጢኣት ኣዝዩ ሓጢኣት ምዃኑ ክፍለጥ ኢሉ እግዚኣብሔር ሕጊ እዩ ሕጊ ምጽኡ ሕጊ ከዓ መንፈሳዊ ዘለኣለማዊ ቅዱስ እዩ ካብ ሕጊ የውጣ ኣይትሓልፍን እያ ኣነ ከዓ ንሕጊ ክፍጽሞ እምበር ክስዕሮ ኣይመጻኹን ኢሉ ጐይታ። ጐይታና ብጽድቂ እዩ ዝነብር ነይሩ፣ ብሓቂ እዩ ዝነብር ነይሩ። ኣምላኽ ክፉእ ክፉእ እዩ ዝብሎ፣ ጽቡቕ ጽቡቕ እዩ ዝብሎ። ኩሉ ክፉእ ዝበሎ ንኹሉ ግዜ ከምኡ ኢሉ እዩ ዝነብር፣ እዚ ሕጊ ዘይቅየርን። ኩሉ ጽቡቕ ከኣ ንዘለኣለም ጽቡቕ ኮይኑ እዩ ዝነብር። ስለዚ ብእምነት ዝጸደቕና ሰባት ሕጂውን ሓጢኣትና ክንእመኖ ኣምላኽ ይደልየና እዩ። ብግብርና ስለ ዘይጸድቕና ሓደ መዓልቲ ንእግዚኣብሔር ጻድቃን ኢና ንብሎ ኢና። ዘጽድቕ ኣምላኽ እዩ፣ ዝኾንን ከኣ ጎይታ እዩ። እቲ ዝሞተ ረኻ ሞታ ዝተሰ ተተምናቱ ደቂ እስራኤል ኢና ደቂ ኣብርሃም ኢና ኣመንቲ ኢና ዝብል ሕልና ስለ ዝነበሮም ሓጢኣቶም ምእማን ኣብዮሞ ምእማን እዮም ኣብዮሞ ኣነ ከዓ ፃድቃን ክፅዋዕ ኣይመፃኹ ንዘይእመነኒ ክፅዋዕ ኣይመፃኹ ነፍስኻ ሓጢኣት ክትገብር ርኢኻያ ሓጢኣት ኣይገበርኩ እንተ ኢልካዮ ሓጢኣት ኣይገበርና እንተልና ንሕሱ ኢና ዘለና ነፍስኻ ሓጢኣት ክትገብር እናረኣኻያ ኣይገበርኩን እንተ ኢልካዮ ኣምላኽ ኣይቅበለካን ንዘይተኣመንዎ ኣይፅድቑን እዩ ኣይቅበሎን እዩ ምክንያቱ ክርስቶስ ንክብሪ ኣቦይ ኢሉ እዩ ተቀቢልና ዘሎ ንኩሉ ግዜ እግዚኣብሔር ክንፈልጦ ዘለና ካብ መጀመርታ ሞት ዘምፀ ሓጢኣት እዩ ንኣዳም ከምዚ ኢልዎ ኣዳም እንታይ ዓይነት ሓጢኣት ገይሩ ሰብ ኣይርድኦን እዩ ካብዚ ኣይትብላዕ ኢልዎ እግዚኣብሔር በሊዑ ተበሊዕካ ግን ክትመውት ኢኻ ኢሉ ዓስቢ ሓጢኣት እንታይ ሞት እዩ ዓስቢ ናይ ሓጢኣት ሞት እዩ ኣይ ናይ ሞት ዘላለማዊ ሞት ሓጢኣት ጌርካ ትመውት እዩ ዝብለካ ኣምላኽ ሕጂ እውን ሓጢኣት ተጌርና ነዚ እዩ ሕድገት ሓጢኣት ክንረክብ ደም የሱስ ክርስቶስ ከንጽሃና ጽሒፍልና ዘሎ ሓጢኣት ጌርካ ምንባር ኣይከኣልን እዩ ኢልና ሓንሳብ ኣድሕንና ድሕሪ ሊቀ ካህናት ኣይኮነ ማለት ኣይኮነን የሱስ ሓንሳብ ምስ ኣድሓነና ሕጂውን ሓጢኣት ከም ንገብር ፈሊጡ ሊቀ ካህናት ኮይኑ ኣብ ቅድሚ ኣምላኽ ክስልየና ይማልድ እዩ ዘሎ ስለዚ ሓደ እኳ ሓጢኣት ዝገበረ ተሎ ደቀይ ሓጢኣት ከይትገብሩ ጽሕፈልኩም ኣለኹ ሓደ ዝገበረ እንተሎ እንዳበለስ ኣነ ገበርኩን ኣይትበሎ ጌርካ ኢኻ ሓደ እኳ ሓጢኣት ዝገበረ ተሎ ግን ናብ ኣምላኽ ጠበቃ ኣለና ኣይገበርኩን ተልካ ግን ጠበቃ ይብልካ ምክንያቱ ንሕሱ ኢና ዘለና ሓጢኣት ኣይገበርና እንተልና ንሕሱ ኢና ዘለና ሓቂ ከዓ ኣባና የለን ቃሉ ብ ሂወትካ እንተልዩ ጎይታ ብ ሂወትካ እንተልዩ ንኣምላኽ ትእምኖ እምበር ኣይትክሕዶን ኢኻ ግን ሕማቕ ምህሮ ፈሪሳውያን ደቂ ኣብርሃም ኢና ዝብል ጸማም ትምህርቲ ነይርዎ ደቂ ኣብርሃም ተትኾኑ ደኣ ግብሪ ብርሃም ደይትገብሩ ኢልዎ ግብርኹም እንድህር ርኣይዎ፣ ኣብርሃም ኣቦኹም ከምዙይ ነበረ፣ ከም ኣቦኹም ኣብርሃም ኣይኮንኩምን። ሕጂ እውን ኣማኒ እየ እንተልካዮ ኣማኒ ከምዚ ይኮነን ይብለካ እዩ ኣምላኽ። ደቂ ጎይታ ተደኣ ኮይንና ከም ጎይታ ክንነብር ኣለና። ከምቲ ንሱ ተመላለሶ ከምኡ ክንመላለስ ይግባኣና ኢልና መጽሓፍ ቅዱስ ከምታ ጎይታ ዝተመላለሰ ክንመላለስ ከ ኣለና ተዘይኮይኑ ኸ ክንንሳሕ ክንምለስ ኣለና ይህ ሓጢኣት ሞት እዩ ዝወለድ ዓስቢ ናይ ሓጢኣት ሞት እዩ ነዚ መጽሓፍ ቅዱስ ኣልና ብሓሳብ ስጋ ምስ ኣምላኽ ጽልኢ ስለ ዝኾነ ክግዝኦ ኣይኮነሉን እዩ ስለዚ ከም ስጋ እንተ ደኣ ነቢርኩም ክትሞቱ ኢኹም ኣብኣ እንተበሊዕኻ ክትመውት ኢኻ ኢሉ ከም ስጋ ዝነብር ሰብ ይመውት እዩ ኣየናይ ሞት ዘለኣለማዊ ሞት ከም ስጋ ኩሉ ዓለም ዝነብር ዘሎ ዘለኣለም ሞት እምበር ናይ ስጋ ሞት ኣይኮነን ዝሞት ዘሎ ከም ስጋ እንተነቢርኩም ክትሞቱ ኢኹም ንስኹም ፈቲኹም ንትህቦ ንዕኡ ባሮት ኢኹም ንሓጢኣት እንተ ደኣ ኮይኑ ርእስኹም ትህቦ ንሞት ሂብኩሞ ኣለኹም ኢልና መጽሓፍ ቅዱስ ሮሜ ንሞት ኢኻ ኣሕሊፍካ ሂብካ ህይወትካ ንዘለኣለማዊ ሞት ኢኻ ትቦ ስለዚ ሕጂ ውን ብስራት ኣሎ ንብል ንምንታይ ኢና መድሓኒ ብ ዓዲ ዳዊት ተወሊዱ ከይኣክል ሲ ሕጂ ከኣ ዓቢ ንኩሉ ሰብ ዝከውን ብስራት እግዚኣብሄር ምሒሉ ዘይጣዓሰሉ ኣሎ ንስካ ከም መዓረግ መልከጼድቅ ንዘላኣለም ካህን ኢካ ኢልዎ ክርስቶስ ሊቀ ካህናት ኮይኑ ቆምዩ ዘሎ ኣማኒ ሓጢኣት ስለ ዝገብር ዩ ሕጂ ምእንታና ዩ ዝልምን ዘሎ ነቶም ብኡ ኣቢሎም ናብ ኣምላኽ ዝመጹ ህጂ ፈጺሙ ከድሕኖም ይኽእል እዩ። ሊቀ ካህናት ኮይኑ ቀይሙ ዘሎ ሓጢኣት ከም ንገብር ፈሊጡ እዩ። ሓጢኣትና እንተ ተናዚዝና ይቕረ ክብለና እሙንን ጻድቕን እዩ። ሓጢኣትና እንተ ተናዚዝና እዩ። ስለዚ ሰብ ወይ ድማ ሓደ ኣማኒ ጀማሪ እምነቱን ደምዳሚኣን ክርስቶስ ምዃኑ ጥራይ ክፈልጥ ዘለዎ። ሓጢኣተኛ ኢልካ እተቐበልካዮ ጐይታ፣ ሓደ መዓልቲ ብጌጋ ኣነ ጻድቕ እየ ክትብሎ ኣይደልን። ተዘይኮይኑ ሊቀ ካህናት ኮይኑ ቆይሙ ዘሎስ ብጌጋ ኢኻ ትብሎ ዘለኻ። ምእንታና ዝልምን ክልምን ዝነብር ዘሎስ ብጌጋ ኢኻ ትብሎ ዘለኻ። ናብቶም ናቱ መጺኡ ከም ዘይተቐበልዎ ንስኻ እውን ነዚ ናይ እግዚኣብሔር ሓሳብ ኢኻ ዘይትቕበሎ ዘለኻ። ኣማኒ ይኹን ዘይኣማኒ ንእግዚኣብሔር ክእመኖ ዘለዎ እንታይ ሓጢኣቱ ጥራይ ሓጢኣት ኣይገበርና እንተልና ግን ንሕሱ ኢና ዘለና ስለዚ ሓጢኣትና ክንእመነ ኣምላኽ ይደሊ እዩ ትማሊ ጎይታ እንታይ ይብለኒ ነይሩ ቀደም ኣማኒ ሲኦል ክኣቱ ዘሎ ዝነበረ ተኽእሎ ብጣዕሚ ፀቢብ ሕጂ ከዓስ ኣማኒ መንግስቲ ኣምላኽ ክኣቱ ዘለዎ ተኽእሎ ጸቢብ እዩ። ንምንታይ? ቀደም ኣማኒ ዋላ እኳ ድኹም እንተኾነ ሓጢኣቱ ግን ይእመን እዩ። ሓጢኣቱ ዝእመን ይጸድቕ እዩ። ሎሚ ግን ኣማኒ ሓጢኣት ይገብር ከሎሲ ጻድቕ ይብሎ ንኣምላኽ። እዚ እኳ ኣብ ህይወት ፈሪሳውያን ተራእየ እዩ። ኣምላኽ ክሪኦም ከሎ ግን ልቕሉቓት መቓብር እዮም። ሰብ ደጉኡ ርእዩ ሉቕሉቕ መቓብር እንከሎ ጥዑየ ክብል ይኽእል እዩ። ጽድቂ ግን ብዘይካ ሓደ ካልእ የለን። ሓደ እኳ ስለ እተሳእነ እዩ ንወዱ ሰዲድዎ። ነቢያት ጻድቃን የለዉ፣ መላእኽቲ ጻድቃን የለዉ። ጻድቕ በይኑ እግዚኣብሔር እዩ። ጽድቂ ዝፈቱ ጎይታ የሱስ ክርስቶስ እዩ። ሰብ ወትሩ ብዙሕ ሕልና ክፉእ እዩ። ሓደ እኳ ጻድቕ የለን እንዳበለ ኣምላኽ ሰብ ጻድቕ እየ ክብል ከሎ ንኣምላኽ ኢሉ ይሰምዖ። ስለዚ ኣይሰምዕዎን። ናብቶም ናቱ መጺኡ ኣይተቐበልዎን። እምበር እሶም ከምዚ እንዲኹም ትገብሩ እናበለ ዕስራን ሰለስተን ማቴዎስ ኣንብብዎ ብምሉእ ዘርዚሩሎም ግን ላዕላይ ጽቡቕ ክኾነልኩም ውሽጢ ደይተጽርይዎ ኢኹም ኢሉ ውሽጢ ግን ብጎይታ ጥራይ ይጸር ህይወት ሰብ ብጎይታ ጥራይ ይጸር ስለዚ ከም ስጋ እንተ ነበርኩም ትሞቱ ኢኹም። ሰብ ከም ስጋ ዝነብር እንተ ደኣ ኮይኑ ናይ ዘልኣለም ሞት ይመውት እዩ ሕጂ ከኣ። ንኣዳም ከማይ ኢልዎ ካብዛ እንተ በሊዕካ ክትመውት ኢኻ ኢልዎ ከም ስጋ እንተ ነቢርካ ከኣ ትመውት ኢኻ ኢሉ መጽሓፍ ቅዱስ። ሮሜ ከንብቡ ምዕራፍ ሸውዓተ እስኪ። ኦኬ ሮሜ ምዕራፍ ሸሞንተ ዓሰርተ ክልተን ዓሰርተ ሰለስተን እምበኣርስ ኣሕዋተይ ከምታ ንኣዳም ካብዚኣ እንተ በሊዕካ ሞት ክትመውት ኢኻ ድበሎ እምበኣርስ ኣሕዋተይ ከም ስጋ እንተ ደኣ ነቢርኩም ዘለኣለማዊ ሞት ክትሞቱ ኢኹም እምበኣርሲ ኣሕዋተይ ማለት እምበኣርሲ ክርስትያናት ከም ስጋ እንተ ደኣ ነቢርኩም ናይ ዘለኣለም ሞት ክትሞቱ ኢኹም እሂ ክምልሰልና እዩ ነቲ ግብሪ ስጋ ብመንፈስ እንተ ቐቲልኩሞ ግና፣ ብህይወት ክትነብሩ ኢኹም እሞ፣ ከም ስጋ ክንነብር ነቲ ስጋ ሰብዕዱ ኣይኮናን። ንስኻትኩም ነቲ ብእኡ ጌርና ኣባ ኣቦ ኢልና እንጽውዓሉ መንፈስ ውልድነት ኢኹም እተቐበልኩም እምበር፣ መንፈስ ባርነት ከም ብሓድሽ ንፍርሃት ኣይተቐበልኩም። ስለዚ እቶም ብመንፈስ ኣምላኽ ዝምርሑ ዘበሉ ንሳቶም ውሉድ ናይ ኣምላኽ እዮም። እቶም ብመንፈስ ክምርሑን ክነብሩን ዘይከኣሉን ግን መንፈስ ባርነት እዩ ስቲል ዘለዎ። ስለዚ ኣሕዋተይ ከም ስጋ እንተነቢርኩም ክትሞቱ ኢኹም ንምእዛዙ ንክትግዝእዎ ኢልኩም ርእስኹም ትህብዎ ከዓ ንዕኡ ባሮት ኢኹም ንሓጢኣት ተኾይኑ ንሞት ንፅድቂ ተኾይኑ ከዓ ንህይወት ስለዚ ኣማኒ ይጠፍእ እዩ ዘልኣለማዊ ሞት እዩ ከመይ ከም ስጋ እንተ ነቢሩ ነቲ ግብሪ ስጋ ግን ይብል ሽዑ ክንጽረልና ብመንፈስ እንተ ቀቲልኩሞ ብህይወት ክትነብሩ ኢኹም ነዚ ኢና ጎይታ ክትቅበል ከለኻ ናይ ምድሓንኩም ቃል ምስ ሰማዕኩም ብኡ ተስፋ መንፈስ ቅዱስ ተሓቲሙ ኣምላኽ መንፈሱ ዝበካ ከም ስጋ ድሕሪ ሕጂ ከይትነብር ከም ስጋ እተ ነቢርካ ግን ሓጢኣት ከይትገብሩ ነገረኩም ኣለኹ ጽሕፈልኩም ኣለኹ ዝገበረ እንተልዩ ግን ኣቦ እኮ ጠበቃ ኣለና ኢና ደም ወዲ የሱስ ክርስቶስ እኮ ካብ ኩሉ ዓመፃና የንፅሃና እዩ ሓጢኣትና እንተ ደኣ ተናዚዝና እዩ ግን ስለዚ ኣማኒ ኩሉ ግዜ ሓጢኣቱ እናተኣመነ እንዳተናዘዝን እዩ ክነብር ዘሎ ኣብ ፍርሃት እዩ ኣብ ምእማን እዩ ክኣምን ዘለዎ ኣነ ሓጢኣተኛ ሰበይ እግዚኣብሔር ጥራይ ፅድቂ ዝቆፅረለይ ሕጂ ግን ሕማቅ ትምህርቲ እዩ ኣትዩ ሰብ ዝጸደቀ እዩ ዝመስሎም እስራኤላውያን ከኣ ዝጸደቁ እዩ ዝመስሎም ደቂ ኣብርሃም ስለ ዝኾኑ ከምቲ ተስፋ ድማ ወረስቲ ስለ ዝኾኑ ጎይታይ መጽዩ ኣይትወርሱን ኢኹም ኢልዎም ደቂ ኣብርሃም እዮም ከምቲ ተስፋ ድማ ወረስቲ እዮም ላ ኣቦኹም ዲያብሎስ እዩ እሂ ግብሪ ኣቦኹም እንዲኹም ትገብሩ ዘሎ ኣቦኹም ኣብርሃም ከምዚ ይገበረን ኢልዎ ንሕና ካ ደቂ ጎይታ ኢና ጎይታ ግን ከምዚ ኣነ ዝገብሮ ይገብርን ከምዚ ስኻትኩም ትገብርዎ ኣይገብርን ስለዚ ከም ጐይታ ዘይተመላለስና ዮሃንስ ከንብቦ ኣልኩም ከምቲ ንሱ እተመላለሶ ከምኡ ኢና ንመላለስ ዝግብኣና እዩ ዝብል ድሕር ከም ጐይታ ክመላለስ ዘይክኢለ ክንሳሕ ክእመን እዩ ዘለን ዘይእመን ልቢ ክንሳሕ ኣይክእልን ጻድቀ ኢሉ ዝሓስብ ሰብ መዓስ ክንሳሕ ጸዲቀ እንዳበለ ሓጢኣት እናገበረ ከማን ክንሳሕ ኣይክእልን ንምንታይ ጻድቅ እንዲ ልቡ ዘይኣምነሉ ነገር ክገብር ኣይክእልን ክዳን ሳኦል ቀዲዱ ልቡ ወቒዕዎ መንፈስ ስለ ዘለዎ እቲ ሰብኣይ ዳዊት ናብ ንስሓ ዝኣተወ ሎሚ ሓዊ ጸሊኡ ኣብ ጸልማት ዝነብር እቲ ንሓዊ ዝጸልእ ኣብ ጸልማት እዩ ክሳብ ሕጂ ብ ጸልማት ዘሎ እዩ ንሓዊ ዝጸልእ ሰብ እንከሎ ንምንታይ ዘይንሳሕ ተልኩም ጸዲቐ ኢሉ ስለ ዝሓስብ እዩ ልቡ ከምኡ እዩ ዝኣምን ኣምላኽ እዩ መቓብር ኢልዎ። መቓብር ላዕላዊ ጽቡቕ እዩ። በደል ኣይትረኽበሉን ኢኻ፣ ሓጢኣት ኣይትረኽበሉን ኢኻ። ነዚ ብሕጊ ፈሪሳዊ መንቅብ ከዓ ዘይብለይ ዝብል ዘሎ ኣሪኻ ኢኻ ደይ ትረኽበሉ ይህን መቓብር ብዳማ ጌርካ ትሰርሖ ማርሞ ትገብረሉ ተጸብቆ ደስ ዝብል ጌርካ ትሰርሖ ካብ ገዛ ዝጽቡቕ ጌርካ ትሰርሖ እንታይ እሞ መቓብር እንዲሓቆፍ ዘሎ ሬሳ እንዲሒዙ ዘሎ ልቕሉቓት መቓብር ኢኹም ዝብሎም ዘሎ ብደጌኹም ኢኹም ተለቓሊቕኩም ጸቢቕኩም እምበር ውሽጥኹም ሞይቱ እዩ ዝብሎም ዘሎ ዝሞተ ሰብ ከዓ ምስ እግዚኣብሔር ዘለዎ ሕብረት ይፈልጡ ሕብረት የብሉን መንፈስ የብሉን መንፈስ ሰሊዎ ነቲ ግብሪ ስጋ ይገዝኦ እዩ መንፈስ ሰሊካ ርእስኻ ትገዝእ ኢኻ ርእስኻ ትመልኽ ኢኻ ስለዚ ቀደም ክርስትያን ሓጢኣተኛ እዩ ስለ ዝብል መንግስቲ ኣምላኽ ይኣቱ ነይሩ ምክንያቱ ሓጥኣን ክፅውዕ ይመፅእ ፃድቃን ክፅዋዕ ኣይመፅን ዘይእመኖ ሰብ ኣይፀድቕን እዩ ሓጢኣት እናገበረ ሓጢኣቱ ዝእመን ሰብ ግን ይፀድቕ እዩ ኣምላኽ ይቕበሎ እዩ ንምንታይ ሓጢኣቱ እንዲ ዝእመን ዘሎ ሓጢኣትና እኮ ሓዲጉ እዩ ዝቕበለና ጎይታ ነቲ ቀደም ዝተገብረ ሓጢኣት ይሕለፍ ሓዲግዎ ኣሎ፣ ነዚ ሕጂ ንገብሮ ከኣ ይሕለፍ ክሓድጎ እንተ ደኣ ኮይኑ ሓጢኣትና እንተ ተናዚዝና ጥራይ እዩ። ሓጢኣቱ ዝናዘዝ ሰብ ከምቲ ንሱ ዝመላለሶ ሽዑ ክመላለስ ዓቕሚ ኣለዎ። እምበር ሰብ ክንስኻ ዘይትጋገ ክመስለካ ኣምላኽ ኣይደልን። ሰባኺ ይኹን ኣገልጋሊ ይኹን ተራ ይኹን ክኣምነላ ዘለዎ እንታይ እዩ ኣነን እግዚኣብሄርን ሓደ ይኮነ እግዚኣብሄር ጻድቕ እዩ ኣነ ግን ሓጢ እዩ ከም ኣምላኽ ኮይነ ኣይኮንኩን ኣብዚ ምድሪ ዝመላለስ ሃዋርያት ከምዚ ኢሎም ያዕቆብ ከምዚ ኢሉ ጽሒፍና ኩላትና ብብዙሕ ነገር ንስሕት ኢና እዩ ዋ ሃዋርያት ንስሕት ኢና ኢሎም ንሕና ከ ኣዋርት እዮም ጽሒፎሞ ኩላትና ብብዙሕ ነገር ኢና ካብ ሓደ ክልተ ኣይኮነን ሰብ እኮ ነዚ እኮ ያቆብ ክጽሕፍ ከሎ እንታይ ዝመስለኩም ዳሕራይ ሓደ ባዕባዕ ዝብል ክዳን ገይሩ እንተመጺእኩም ሲ ነዚ ከፈል ዝብሎ በቲ ክፉእ ልብኹም ተወራረዱ ትኾኑ ኣለኹም ሰብ ኣብ ሓንቲ ዝብድል እንተ ርኢኹሞ ኣብ ኩሉ በዳሊ እዩ። እቲ ትስረቕ ዝበለ ኣይትሓስውን ኢሉ፣ እቲ ሓሱ ዝበለ ኣይትዘሙን ኢሉ፣ እቲ ዘሙ ዝበለ ኣይትቕተልካ ኢሉ፣ እቲ ትቕተል ዝበለ ክፉእ ኣይትግበር ኢሉ እዩ። ኩሉ ክፉእ ካብቲ ክፉእ ኢሉ እዩ። ኣምላኽ ጥራይ እዩ እኩይ ምስ ዘይሓድር። ስለዚ ክድምድም ሰብ ኣብ ስግኡ ሰናይ ነገር ከም ዘየለ ክፈልጥ ኣለዎ። ኣባይ ማለት ኣብ ስጋ ኢሉ ጳውሎስ ሰናይ ነገር ከም ዘየለ እርኢ ኣለኹ። ስለዚ ምድሓን ስጋና እንዳተጸበና ከይድና ነስቆርቋር ሰብ ሓሳብ ስጋ ዝገብር እንተ ደኣ ኮይኑ ይመውት እዩ። ስለዚ ጳውሎስ ፈርሕ ዘሎ ያነ ምጉድር ሰብ ዝበሎ ካብዚ ናይ ሓጢኣት ስጋስ መን ኮን ሓራ ከውጻእኒ እሂ ምድሓን ስጋ ክልተ ሽሕ ዓመት ከይድሎ ኣይተፈጸመን። ከም ስጋ እንተ ነቢርና ከኣ ንመውት ኢና እዩ ምድሓንና ብፍርሃት ክንፍጽም ዘለና ነዚ እዩ። ሓጢኣት ዘዝገበርናዮ መዓልቲ ንንሳሕ ተደኣ ኮይና ሓጢኣት የብልና ይቕረ ይብለልና እዩ። እሙንን ጻድቕን ኩሉ ግዜ እንዳተኣመንካ ኢና ኣምላኽ ኣነ ሓጥእ ሰበ ንዓይ እንድኹም ሰብ መሓረኒ ዘክርዎ እንዶ ፈሪሳዊ ጽድቁ ክጽብጽብ ከለኮ ክልተ ግዜ ይጸው ኣይሰርቕን ኣይሕስን እሽር ከዓ ይኸፍል ሞባእ ከዓ ይኸፍል እየ ኩሉ እቲ ዝገብሮ ጽቡቕ እዩ ዝነብሮ ዘሎ ንኣምላኽ ሰብ ጽድቁ ሒዙ ናብ ኣምላኽ ተመጺኡ ነቲ ጽድቂ ኣምላኽ ከምቲ ዝገብሮ ዘሎ ጽድቂ ርእሶም ክተኽሉ ብምድላዮም ኢልዎም ንኣይሁድ ነቲ ጽድቂ ናይ ኣምላኽ ከምቲ ገይሮም እዚ መንቅብ ዘይብልና እዮም ዝብሉ ዘለዉ ጎይታ ከ እንታይ ኢሉ ነግሮም ልቕሉቓት መቓብር ኢኹም ሰብ ሓጢኣት ኣይገብርን እዩ ከይብልሲ ጎይታ ከምዚ ኢሉ ምሂሩ ኩሉ ክፉእ ኣበይ ድወፅእ ካብ ልቢ እዩ ስርቂ ሓሶት ምንዝር ርኽሰት ኩሉ እዚ ካብ ልቢ ሰብ እዩ ዝወጽእ ሰብ ካብዚ ተላዒሉ ክገብር ተደኣ ርኢኹሞ ኣባይ ሰናይ ነገር የለን ምስ ሕጊ መንፈሰይ ዝዋጋእ ካልእ ነገር ኣብ ውሽጠይ ኣለኒ እዩ ወይ ኣነ ምጉድል ሰብ ካብዚ ናይ ሓጢኣት ስጋስ መን ኮን ከድሕነኒ እዩ ካብዚ ናይ ሓጢኣት ስጋ ማለት ካብ ኣዳማዊ ዘርእስ መን ከምውፅኣኒ እዩ ምስ ጎይታ ሞይተስ ምስ ጎይታ ተንሲኤ ከም ጎይታ ዝኾነሉስ መዓስ እዩ ክብል ዘሎ ጳውሎስ እኮ ዘይቅንጠጥ መሲልዎ እዩ ንቕንጠጥ ኢልና ምሽል ነይሩ ድሓር ግን መዓልቲ ሞተይ ኣኺላ እያ ከምቲ ጎይታ ዝገለጸለይ እሂ ዓስቢ ሓጢኣት እንታይ እዩ ሞት እዩ እቲ ናይ ስጋ ሞት ኣይተረፎም ጳውሎስ ሓጢኣተኛ ኩሉ ይመውት እዩ ሓጢኣት ዘለዎ ኩሉ ይመውት እዩ ግን ንኣምላኽ ሓጢኣተኛ እየ እንተልካዮ ስለ ዝቕበለካ እዩ። ተቐቢልዎም እዩ። ሓመድ እዩ ናብ ሓመድ ክኸይድ ፈቒዱ እምበር ንዕኦም ተቐቢልዎም እዩ። ንዓና እውን ዝቕበለና ብኸምኡ እዩ። ሓጢኣተኛታት ተኾይንና ሞትና ይገርፈናን እዩ። እምበር እቲ ንሓጢኣት ዝሞተ መሊሱ ኣይመውትን እዩ ኢልዎ መጽሓፍ ቅዱስ። ካብኡ ክመልኽ ስለ ዘይክእል እዩ። ሞት ኣባና ዝመልኽ ሓጢኣት ስለ ዘሎ እዩ። ኣባይ ማለት ኣብ ስጋይ ሰናይ ነገር ከም ዘየለ ይፈልጥ እየ። ኩሉ ክፉእ ኣባና እዩ ዘሎ። ስለዚ ንኣምላኽ ከም ጻድቃን ኮይና ክንዛረቦ የብልናን። ሊቀ ካህናት ኮይኑ ዘሎ ምእንታና ክልምን ዝነብር ዘሎ ድኹማት ሰባት ስለ ዝኾና እዩ። ስለዚ ንኹሉ ሰብ ዝኾን ብስራት ኣለዎ ኣምላኽ ሃይማኖቱ ብዘይገድስ ንሱ ከኣ እንታይ መድሓኒ ኣብ ዓዲ ዳዊት ተወሊዱ እዩ። ንሱ ኣብ መስቀል ተሰቒሉ ንኹሉ ሰብ ይቕሬታ ሂቡ እዩ። ንዝቕበሎ ዘበለ ኩሉ ውሉድ ኣምላኽ ክኾን መሰል ሂቡ እዩ። ነቲ መሰል ዝሃቦ ድማ ናይ ምድሪ ህይወቱ ኩሉ ንኣምላኽ እንተ ደኣ ዝብድል ኮይኑ ከም ስጋ ዝነብር እንተ ደኣ ኮይኑ ክጠፍእ ስለ ዝኽእል ዓስቢ ሓጢኣት ሞት ስለ ዝኾነ ከም ስጋ እንተ ደኣ ነቢርኩም ክትሞቱ ኢኹም ስለ ዝበለ ከይነበወት ከኣ ሕድገት ሓጢኣት ኣለና ከም ጎቦ ዮሓንስ ክውድእ እዩ። ቀዳማይ መልእኽቲ ዮሓንስ ካብ ፍቕሪ ኣርባዕተ ከምናይ ሓጎስና ምእንቲ ክምላእ ኢልና እዚ ንጽሕፈልኩም ኣለና። እግዚኣብሔር ብርሃን ምዃኑን ኣብኡ ኸዓ ሓንቲ እኳ ጸልማት ከም ዘይብሉን እታ ካብኡ ዝሰማዕናያ ንዓኻትኩም ነግራ መልእኽቲ እዚኣ ምስኡ ምስ እግዚኣብሔር ሕብረት ኣለና ኢልና ኣብ ጸልማት እንተ ተመላሊስና ማለት ሓጢኣት ንገብር ተኾይንና ኣብኡ ጸልማት ስለ ዘየለ ንሕሱ ሓቂ እውን ኣይንገብርን ኢና ዘለና ከምቲ ንሱ ኣብ ብርሃን ዘሎ ኣብ ብርሃን እንተ ተመላሊስና ግና ንሕድሕድና ሕብረት ኣለና ምስ መን ምስ ኣምላኽ ምስ ኣምላኽ እንተ ተመላሊስና ምስኡ ሕብረት ተደኣ ኣሊና ሽዑ እንታይ ይመስለኩም ብ ወዲ የሱስ ክርስቶስ ከኣ ካብ ኩሉ ዓመጻና የንጽሃና ምስ ኣምላኽ ሕብረት ተልና ኣብ ብርሃን ንመላለስ ተኾይና ኣብ ጸልማት ምምልላስ ግን ምስ ሓሳብ እግዚኣብሔር ምቅዋም ጻድቅ እየ ምባል እዩ ደይ ጻድቅ ጻድቅ እየ ተይሉ ሓሳዊ ሽዑ ከምዚ ኢሉ ይቕጽል ሓጢኣት የብልና እንተይልና እዚ ሓሳዊ ኣብ ጸልማት ዝነብር ንርእስና ኢና ንጥብር ዘለና ክርስትያን ኮይነ ሓጥያት የብለይን እንተድኣ ኢሉ ኣባይ ማለት ኣብ ስጋይ ሰናይ ነገር ከም ዘየለ ይፈልጥ እየ ማለት ሃይማኖት እንተዘይኮ ኣባይ ኣብ ስጋይ ሓጥያት ኣሎ እዩ ምስ ሕጊ መንፈሰይ ዝዋጋእ ካልእ ሕጊ ኣሎ እዩ ናይ ኣዳም ባህሪ ኣሎ እዩ ኣባይ ኣብ ስጋይ ሰናይ ነገር ከም ዘየለ ይፈልጥ እየ ሓቂ ዘለዎ ቃል ኣምላኽ ኣብ ህይወቱ ዝኾነ ሰብ ተረቲዑ ብኣምላኽ ዝነብ ኣምላኽ ይረትዖ እዩ ስለ ዝረታዕኻ ሓጢኣት የብለይን ኣይብለን ጳውሎስ። ሓቂ ዘይኮነ ምህሮ ጸዲቐ እየ ዝብል ምህሮ ግን ብእምነት ኢና ጸዲቕና። ኣብርሃም ብእምነት እዩ ጸዲቑ። እታ እምነቱ እያ ንጽድቂ ተቖጺራትሉ። ዝተቖጽረልካስ እየይ ትበሎ ተቖጺርልና ንዓና እናኣምንካ ይቑጸረልና እዩ ዘሎ ተቖጺርልና እዩ እምበር ወይ ኣርኖት ሶ ከምኡ ይኮና ንሕና እቲ ጽድቂ ባዕሉ ክርስቶስ እዩ ንሕና ኣይኮናን እቲ ጽድቂ ናይ ኣምላኽ ብኡ ጽድቂ ኣምላኽ ክንከውን ክብል ከሎ ሰብ ይጋገ ብኡ ኢና እኮ እቲ ናይ ኣምላኽ ጽድቂ ንሱ ስለ ዝኾነስ ንሕና ከዓ ብኡስ ጽድቂ ኣምላኽ ተባሂልና ተቆፂርና ይቑፀረልና እምበር ንሕና ንሕና ጽድቂ ኣምላኽ እንተ ኮይንና ንሕና ውን መድሓኒ ኢና ንሕና ውን ሰብ ነድሕን ኢና ብኣና ዝኣመነ ኩሉ ክድሕን ኣለዎ ምክንያቱ ብጻድቕ እንተ ኣሚንካ ኢኻ ትድሕን ሓጢኣትካ ዝወሰደ ሓደ ጻድቕ ኣሎ ኢና ተባሂሉ ምንም ዘይተረኽቦ ኣብ ኣፉ ገለ ኣበሳ ዘይተረኽቦ እዚ ሓጢኣት የብልናን ኣይበሃልን ኣማና ሓጢኣተኛ ኢሉ መንግስቲ ኣምላኽ ይዝኣቱ ሓጢኣተኛ ኣይኮንኩ እንተኢሉ ግን መንግስቲ ኣምላኽ ይኣቱ ክርስቶስ ኣየድልየን ስለ ዝኾነ ሓጢኣትና እንተተናዘዝና ንሓጢኣትና ይቕረ ክብለልና ካብ ኩሉ ዓመፃ እውን ከንፀሃና እሙንን ፃድቕን ሓጢኣትና ተተናዘዝና ሕጂ ንስሓ ኣየድልን እዮም ዝምህሩ መሊኦም ኣለዉ ሓጢኣትና ተተናዘዝና ዝብል ዘሎ መፅሓፍ ቅዱስ ዘይኣምኑ ዘይቅበልዎ ሰብ ኮይኑ ሓጢኣቱ ክናዘዝ እዩ ዘለዎ ሓጢኣትና ተተናዘዝና ይቕረ ክብለልና እሙንን ጻድቕን ንመን ንመን እዩ ሓጢኣትኩም ተተናዚዝኩም ዝብሎ ዘሎስ ንኣመንቲ ድዩ ዘይኣመንቲ እዩ ሓጢኣትና ተተናዘዝና ሓጢኣትና ይቕረ ክብለልና ካብ ኩሉ ዓመፃውን ከንፀሃና እሙንን ጻድቕን እዩ እጅውን ሓጢኣት ኣይገበርና እንተበልና ሓሳዊ ንገብሮ ንዑ ንኣምላኽ እቶም ኣመንቲ ንኣምላኽ ንባዕሉ ሓሳዊ ንገብሮ ሓጢኣት የብለይ እንተኢለየ ኣነ ኩሉ ስራሕ እግዚኣብሄር ዝገበሮ እዚ ናይ ክርስቶስ መንገዲ ሓሳዊ ኢና ንገብሮ ዘለና ንዑ ቃሉ ጎይታ እውን ኣባና የለን ማለት እዩ ኣቱም ደቀይ ሓጢኣት ምእንቲ ከይትገብሩ ፅሕፈልኩም ኣለኹ ደቀይ ከዓ ኢልና ሕጂ ንዓና እዩ ሓደ እኳ ሓጢኣት ዝገበረ እንተሎ ጠበቓ ኣበቦ ኣለና፣ ንሱ የሱስ ክርስቶስ እቲ ጻድቕ ድማ ንሱ ብናይ ሓጢኣትና መተዓረቒ እዩ፣ ብናይ ሓጢኣት ኩላ ዓለም ድማ እዩ እምበር ብናይ ሓጢኣትና ጥራይ ከኣ ኣይኮነን። ንዓናን ንዓለምን ንኹላህና ብናይ ሓጢኣትና መተዓረቒ ሕጂ እውን ጎይታ እዩ። ጽባሕ እውን ጎይታ እዩ። ጀማሪ እምነትና ንሱ እዩ፣ ደምዳሚኣ ኸኣ ንሱ እዩ። ስለዚ ሰብ ናብ ሞት ናብ ዘለኣለም ጥፍኣት ከይከይድ ተደኣ ደልዩ ከም ስጋ እዩ ክነብር ዘይብሉ ከም ስጋ እንተ ነቢርኩም ክትሞቱ ኢኹም ካብኣ እንተ በሊዕካ ክትሞት ኢኻ ከም ዝበሎ ከም ስጋ እንተ ደኣ ነቢርኩም ክትሞቱ ኢኹም ኣየናይ ሞት ናይ ዘለኣለም ሞት ክንዲ ምንታይ ሓጢኣት ተገይረ ዝብል ሰብ ኣይሰኣንን ይኸውን ነዚኣ ተንኪፈ ክኸይድ ክውድእ ክንድምንታይ ዓብን ንእሽተይን ሓጢኣት ትገብር ኣይብለካን እዩ ኣምላኽ ዘይትናዘዝ ተኾንካ ደይትምለስ ተደኣ ኮንካ ነቲ ትግዝእዎ ንዕኡ መወዳእትኡ ባሪኡኹም ንመን ትግዛእ ኣለኻ እዩ ፈቲኹም ርእስኹም ትህብዎ ንዑ ባሮት ኢኹም ንሓጢኣት ተኾይኑ ሞት ይወልድ ኣብ ህይወትካ ንፅድቂ ተኾይኑ ናይ ዘለኣለም ህይወት ይወልድ ኣብ ህይወትካ እዩ ዘይምንዛዝ እዩ ንእሽተይ ዝባሃል ሓጥያት የለን ተኣኪቡ ንሂወትካ የጥፍኣ እዩ ሰይጣን እውን ብሓጥያት እዩ ሂወት ሰብ ስፍራ ዝረክብ ስለዚ እኮ እዩ ነቶም ስ ኢሎም ክነብሩ ዝደልዩ ጎይታ ከመልክት ታይ ዝመስለኩም ጽድቅኹም እንድሕር ካብ ጽድቂ ጸሓፍትን ፈሪሳውያን እንተዘይበዚሑ መንግስቲ ኣምላኽ ኣይትኣትዉን ኢኹም ኢልዎም ንሃዋርያት ሰብ ብልቡ ሓጢኣት ይገብር እዩ፣ ብሓሳቡ ሓጢኣት ይገብር እዩ፣ ብሃቐንኡ ሓጢኣት ይገብር እዩ፣ በተሓሳስብኡ ሓጢኣት ይገብር እዩ፣ በረኣይኡ ሓጢኣት ይገብር እዩ። ተሸይጡ ንድኻታት እንተዝኸውን ዝበለ ሰራቂ ስለ ዝኾነ እዩ። በተሓሳስብኡ ብልቡ ሓጢኣት ይገብር ኣሎ። ሓልዮት ከዓ ይመስል በረኣይኡ ባዕባዕ ዝብል ክዳን ገይሩ ምስ መፀ በዝኸፈት ዝብል በቲ ሕሱር ልቡ ክፉእ ልቡ ፈራዲ እዩ። ሰብ በየናይ ሓጢኣት ይገብር ኣይበሃልን እዩ። ሰብ ክፉእ እዩ። ኣብ ግብሪ እዮም ንፋዓት ነይሮም፣ ጥንቁቓት ነይሮም። ስለዚ ዕላይ ፅቡቕ ክኾነልኩም ውሽጢ ቅድም ኣፅርይዎ ኢሉ ማለት ሓጢኣተኛ ኢኻ ክብለካ ከሎስ ክትቅበሎ ኣለካ ፅድቂ ኮይኑ ውሽጥኻ ክኣቱ ጽድቂ ድማ ከግብረካ። ስለዚ ሰብ ካብ ባርያ ሓጢኣት ምዃን ክጥንቀቕ ኣለዎ። ንስሓ ክኣቱ ኣለዎ። ኣነ ሓጢኣተኛ እየ ክብል ኣለዎ። ክሳብ መወዳእታ ኣነ ሓጢኣተኛ እየ ዝብሎ ኣምላኽ ክቕበሎ እዩ። ነመናዝር ተቐቢሎ ምሕረት ተለሚንካዮ መሓርን ጸጋውን ኣምላኽ እንታይ ዓይነት ሓጢኣት ገይሩ ክብደቱ ነቲ ሰብ እዩ ዝኸብዶ እምበር ንኣምላኽ ኣይኮነን። ሓጢኣተይ ይቕረ በለለይ ተኢልዎ ኣምላኽ መሓርን ጸጋውን ጥራይ ሰብ ክጥንቀቕ ዘለዎ ኣብዚ እዩ። ርእስኻ ፈቲኻ ንትህቦ ንዑ ባርያ ስለ ትኸውን ስለ ትግዛእ ንዕኡ ስለ ትነብር ሞት ክረኽበካ ይኽእል ይብለካ ኣየናይ ሞት ናይ ዘለኣለም ሞት ኤሳው እዚ ረኺብዎ ሓጢኣት እንዳዓሸዎ ተሪሩ ሓደ እኮ ሓጢኣት እንዳዓሸዎ ከይተርር ልቡ ከይተሮ ብንሳሕ ከይዓብየ ንንስሓ ዝኾን ስፍራ ምስ ሰኣነ ከም ተደርበየ ትፈልጡ ኢኹም ኢሉ። ብብዙሕ ንብዓት ደልዩዋ'ዩ፣ ይበኪ'ዩ፣ ክንሳሕ ይደሊ'ዩ፣ ልቡ ግን ዓብዩዎ'ዩ። ልብና ከይተረና ሓጥያት ክንላመዶን ባርኡ ክንከውንን የብልናን። እቲ ንኹላ ዓለም እተነግረ ብስራት ተቐቢልናዮ ኢና። ሕጂ'ውን ንኹላ ዓለም ዝንገር ሊቀ ካህናት የሱስ ከም ኣማኒ ክትንሳሕ'ዩ ዘለካ። ሰብ በዚ ይደምድሞ። እንተደኣ ርእስኻ ፈቲኻ ንሓጢኣት ሂብካዮ ሞት ከም ዝወልድ ዝበለና ከምኡ ድማ ርእስኻ ፈቲኻ ንጽድቂ ሂብካዮ ናይ ዘለኣለም ህይወት ፍርዩ ዝብለና ወይ እውን ብመንፈስ ደኣ ተመላለሱ እምበር ትምኒት ስጋ ኣይትፍጽሙን ኢኹም ከም ዝብለና ወይ እውን መንፈስ ኣምላኽ እንተ ኣልይኩም ብመንፈስ ተመላለሱ ዝብለና በዚ መንፈስ ንመላለስ እንተ ኮይና ኣይገርመኩምን ንየሱስ እናመሰልና ኢና ንኸድ ከምቲ ንሱ ተመላለሶ ክንመላለስ ኢና ንጅምር ቀደም ክርስትያን ክርስትያን ምዃኑ ምንጋር ኣየድልየን ነይሩ ሕጂ ግን ክርስትያን እንዳበለካ ትጠራጠር ቀደም ኣማኒ ኣማኒ ኢኸ ይበለካ ኣማኒ ኢኻ ትብሎ ዋላ ኣይኮነ እንዳበለ ኣማኒ ኣለካ ንፍሉጥ ካብኦም ኢኻ ሎሚ ከምኦም የኢልካ ንዓና ትመስል ይብለካ ሰብ ካብ ንዕኦም ንዓና ትቐርብ ካብ ንዕኦም ንዓና ትመስል ከም ቲሱ ተመላለሶ ዳኣ ዘይትመላለስ ይብለካ ወንጌል ኣይድፈን እዩ ብርሃን ኣይቅበርን እዩ ንመብራህትኻ ከብርህ ኢልካ ኣብ ትሕቲ ከፈር ኣይተቐምጦን ኢኻ ጨው ዓለም ኢኹም ብርሃን ዓለም ኢኹም እዩ እቲ ብርሃን ይረአይ እቲ ጨው ከዓ ይምቅር እዩ ኣማኒ ማለት መቐረት እዩ ሰባት መቐረት ኮይኑ እዮም ዝደልዩኻ ትምቅሮም ስለ ዝኾንካ ፍሉይነት ከም ዘለካ ይፈልጡ እዮም ዋላ እናተፃረፉ ይግረሙ እዮም ኢሎም ጴጥሮስ ሕጂ ግን እንዳተፃረፉ ጥራይ እዮም ዝውድኡ ከይግረሙ ባህ ከዓ ከይብሎም በኣኻ ባህ ዘብል ይሰኣነካ ፈሪሳውያን ከምኡ እዮም ነይሮም ብላዕላይ ጥራይ ውሽጢ ግን ከም ሰብ ኣብ መቃብር እዮም ነይሮም ስለዚ ኣምላኽ ምሕረት የውርደልና ንስሓ ንፈቱ ሰባት ዘለኣለማዊ ህይወት ፀወታ ኣይኮነን ናብ ህይወት ትወስድ መገዲ ፀባብ እያ ኩሉ ሰብ ኣይረኽባን እዩ በታ ፀባብ መገዲ ንምእታው ተቐዳደሙ እዚ ኢና ክንመርፅ ዘለና ስለዚ እቲ ብስራት እዚ ንኩሉ ሰብ እዩ ዝኸውን እዚ ብስራት መን ይቕበሎ እዩ እዚ ተቐበሎ ዘበለ ውሉድ ኣምላኽ ክኾን መሰል እዩ ዝህቡ እንታይ ኢልካ ኢኻ ትቕበሎ ምስለኩም ሓጢኣት የብልና እንተ ኢልካ ንዑ ኢኻ ሓሳዊ ትገብሮ ዘለኻ ሰብ ኮይኑ ሓጥያት ኣይገብርን እየ ኣይብልን። ሰብ ኮይኑ ኣነን እግዚኣብሄርን ሓንቲ ዓይነት ኢና ክብል ኣይክእልን። ሰብ ኮይኑ ኣነን ጎይታን ሓደ ዓይነት ናብራ ኢና ንነብር ክብል ኣይክእልን። ከምኡ እንተኾይኑ ዳኛ እውን ኣይድልየካን። ባዕልኻ ከም እግዚኣብሄር ዳኛ ኢኻ ትኸውን። ስለዚ ከምዚ ኢልና ንደምድም፣ ወንጌል ከምዚ ኣይኮነት ማለት ኣምላኽ ከምዚ ኣይኮነን ንሰብ እውን ንንገሮ እግዚኣብሄር ከማን ኣይኮነን። ወንጌል ከምዚ ኣይኮነን ኣምላኽ ዝገደፎ ዘይኮነን ኩላትና ብብዙሕ ነገር ንስሕት ኢና ሓደ እኳ ልሳኑ ዝለጉም ተሊ ግን ንሱ ብቑዕ ሰብኣ ኢሉ ኣፍካ ከፊትካ ትውዕል ናይ ኣምላኽ ኣይኮነ ሓሳዊ ትገብሮ ኣለኻ ንኣምላኽ ከም ድላይካ ትነብር ጻድቕ እየ ትብል ሓሳዊ ትገብሮ ኣለኻ ንኣምላኽ ሰብ ኮይኑ ኣብ ምድሪ እንዳተመላለሰ ጻድቕ እየ ኢልዎ ዝፈልጥ ኣብ መጽሓፍ ቅዱስ ንኣምላኽ የለን ከመዛራርባ ሰብ ኣታ ዳዊት ወደይ ካባይ ንስኻ ትጸድቕ ትብል ኢኻ ካባኻ ዝሓይሽ ሰብ ተዳኣ ርኢኻ ኢብን ዓለማዊ እንተዳኣ ኮይኑ እሱ ካባኻ ይጸድቕ ካባኻ ዝሓይሽ ሰብ ተሪኢኻ እትቐትሎ መፂኡ እቲ ግን ክቕተል እንዳኾነ እንዳፈለጠ ክቐትል ኣይመፀን ስለዚ ካባይ ትፀድቕ ኢልዎ ሓቁ እዩ ከም ኣዘራርባ እዩ ግብርና ካብ ፀሓፍትን ፈሪሳውያን ዘይበልፅ ክንሱ መንቅብ ዘለና ሰባት ብዙሕ ነገር ንኣምላኽ ነጉሄ ሰባት ከመይ ቢልና ፃድቕ ንብሎ